ኣይፈለጥኩምን ነይረ። ብግዜ ሻድሸይቲ ሰዓት ኣርዚኑ ነበረ። ካብ ቤተይ ወጻእኩ ማይ ክቐድሕ ኢለ። ሓደ ሰብ ድማ ረኣኹ ብምኻድ መንገዲ ዝደኸመ ኣብ ጥቓ እቲ ዔራቕ ተቐመጠ። ሃንደበት ኣብቲ ሰበይቲ ማይ ኮታ ኣስትይኒ በለ። ተኲረ ጠመትኩዎ ብሕትኡ ተገሪመ ንስኻ ኣይሁድ ኣነ ሳምራዊት ዓሌተይን ዓሌትካን ዘይብሎም ሕብረት ከመይ ኢልካ ካባይ ማይ ክትሰቲ ትሓትት በለ በቲ ካብ ኣፉ ዝወጸ ጥዑም ድምጺ ህያብ ኣምላኽ ምእንቲ ኣስቲኒ ዝብለኪ ዘሎ ምእንቲ ትፈልጢ ንስኺ ግዳ ምለመንክዮ ኔርኪ ንሱ ኸኣ ማይ ህይወት ምሃበኪ ብዘረባኡ ተደኒቐ በልክዎ ዘይብልካ'ኮ መቕድሒ እቲ ማይ ሂወት ደኣ ካበይ ረኺብካ ክትበኒ ንስኻዶ ካብቲ ነዚ ዕላ ዝሃበና ትዓቢ መለሰ ከምዚ ክብል ካብዚ ማይ እዚ ዝሰቲ ክጸምእ ካብቲ ኣነ ዝህቦ ማይ ዝሰቲ ግን ኣብኡ ንዘልኣለም ሂወት ዝፍልፍል ዓይኒ ማይ ክኸውን ንዘልኣለም ኣይጸምእን በልኩ ብሓሳባተይ ክንደይ ጽቡቕ ሓሳብ ብዘይ ጻዕሪ ዝስተ ማይ ምርካብ እሞ ከይጸምእ ክቐድሕ ናብዚ ከይወርድ ካብቲ ማይቲ ይሃበኒ ብዘይ ድኻም ክቕመጥ ዝገበርክዎ ዘበለ ክነግረኒ ምስ ሰማዕኩ ተቢዐ ውን በልኩ ነቢ ከም ዝኾነ ይርኢ ኣለኹ

ኣይፈለጥኩን ነይረ እምበር፣ ንሱስ ኢየሱስ ምድሪ ይሁዳ ሓዲጉ ናብ ገሊላ ክምለስ ምእንታይ ክብል ግዲ ዝኾኖ ብሰማርያ ንምሕላፍ ዕላማ ነይሩዎ፣ ኣባይ ክግለጽ ምእንቲ ጸልማት ክግፈፍ። ሕጂ ኸኣ ኣቲ ኣብ ምድረ በዳ ተቐሚጥኪ ዘለኺ ከም በረኻ ሰብ ዘይብሉ ጽምዋ ዝስምዓኪ በይንኺ ዝኾንኪ ሓደኮ ዘይብልኪ ዝመስለኪ፣ ኩሉ ግዜ ናባኺ እየ ኣዒንቲ ፈጣሪኺ ምድሓንኪ ቀረባ እዩ እቲ ብስምኪ ዝጸውዓኪ ከይፈለጥክዮ እኮ ስም ክብረት ዝሃበኪ ምድሓንኪ ቀረባ እዩ እቲ ብስምኪ ዝጸውዓኪ ከይፈለጥክዮ እኮ ስም ክብረት ዝሃበኪ ኣይፈለጥኩን ነይረ እምበር ንሱስ ኢየሱስ ምድሪ ይሁዳ ሓዲጉ ናብ ገሊላ ክምለስ